ሰላም ንዓኻትኩም ይኹን ንኹልኻትኩም ተኸታተልቲ እዚ መደብ እዚ እዚ ብኤልሻዳይ ኣፖስቶሊክ ሚስን ዝተሓላለፍ ናይ ያው ቃል መደብ እዩ ሎሚ ድማ ነቲ ኣብ ካልኣይ ነገስ ምዕራፍ 13 ካብ ቁፅሪ 14 ክሳብ ቁፅሪ 19 ዘሎ ክፍሊ ፅሑፍ ብምንባብ ናይ ምድሓን ፍላፃ እግዚኣብሄር ብዝብል ኣርእስቲ ናይ ሎም መልእኽትና ክንርኢ ኢና ኣብቲ ክፍሊ ጽሑፍ ከም ዝብል ናይ እግዚኣብሄር ቃል ኢና ነንብብ ካልኣይ ነገስ ምዕራፍ ዓሰርተ ሰለስተ ካብ ቁጽሪ ዓሰርተ ኣርባዕተ ክሳብ ቁጽሪ ዓሰርተ ትሽዓተ ከምብቦ እየ ከምዚ ይብል ኤልሳእ ከኣ እታ ዝመተላ ሕማም ሓመመ ዮኣስ ንጉስ እስራኤል ድማ ናብኡ ወሪዱ ኣብ ቅድሚኡ ኮይኑ ኣቦይ ኣቦይ ናይ እስራኤል ሰረገላን ፈረሴናታትን ኢሉ በኸየ። ኤልሳእ ኸኣ ቀስትን ፍላጻታትን ውሰድ፣ ነቲ ንጉስ እስራኤል ከኣ በሎ፣ ኤልሳእ ከኣ ቀስትን ፍላጻታትን ውሰድ በሎ፣ ንሱ ድማ ቀስትን ፍላጻታትን ወሰደ ምስ በለ፣ ነቲ ንጉስ እስራኤል ከኣ ኢድካ ኣብ ልዕሊ ቀስቲ ስቐል በሎ። ኢዱ ድማ ሰቐለ። ኤልሳእ ከኣ ኢዱ ኣብ ልዕሊ ኢድ እቲ ንጉስ ገበረ። ንሱ ኸዓ ነቲ ናይ ምብራቕ መስኮት ክፈቶ በሎ ከፈቶ ድማ ኤልሳእ ኸዓ ወርውር በሎ ንሱ ድማ ወርወረ ኤልሳእ ኸዓ ናይ ምድሓን ፍላፃ እግዚኣብሄር ፍላፃ ምድሓን ኣብ ልዕሊ ሰራውያን ንሰራውያን ክሳዕ ትውድኦም ኣብ ኤቨክ ክትስዕሮም ኢኻ በለ ፍላጻታት ወስ ውሰድ ድማ በሎ፣ ወስ ወሲዱ ኸኣ ንንጉስ እስራኤል ድም ንጉስ እስራኤል ድማ ንምድሪ ውቕዓያ በሎ። ንንጉስ እስራኤል ድማ ንምድሪ ውቕዓያ በሎ። ሰለስተ ሳዕ ወቒዑ ኸኣ ደው በለ። ሽዑ እቲ ናይ ኣምላኽ ሰብ ኰረየሉ እሞ፣ ሓሙሽተ ወይ ሽዱሽተ ሳዕ ወቒዕካያ ከም ኰንካ፣ ሽዑ ንሶርያውያን ክሳዕ እትውድኦም ምስዓርካዮም ኔርካ፣ ሕጂ ግና ንሶርያውያን ሰለስተ ሳዕ ጥራይ ክትስዕሮም ኢኻ። ቦሎ ይብል ኣብ ዘንበብናዮ ክፍሊ ፅሑፍ ኤልሳዕ እቲ ናይ ኣምላኽ ሰብ እታ ዝመተላ ሕማም ሓሚሙ ደቂሱ ከሎ ዮኣስ ንጉስ እስራኤል ክሪኦ መፅዩ ኤልሳ ናይ መወዳእታ ሰዓታት ናይ ህይወቱ እዩ ዘሎ እዚ ግዜ በርከ ከምቲ ፅሑፍ ዝብለና ዘሎ ዝመተሉ ሕማም ሓሚሙ ይደቂሱ ካብኡ ንኔውሲ ኣይተስእን ብህይወት ኣይቀፀለን ናይ መጨረሽታ መዓልታት እየን ነይረን ንኤልሳ ነቲ ናይ ኣምላኽ ሰብ እዚ ግዜ እዚ ንጉስ ይኣስ ንጉስ እስራኤል ክሪኦ ኢሉ ምስ መፀ ንሱ እውን ኩነታቱ ርእዩ ናይ መጨረሽታ ግዜኡ ናይ መጨረሽታ ሰዓት ዝፋነወሉ እዋን ከም ዝኾነ ተረዲእዎ እቲ ንጉስ እስራኤል ኣቦይ ኣቦይ ሰረገላ እስራኤልን ፈረሴናታቱን ኢሉ ጨደረ በኸየ ይብል ንምንታይ ከምኡ ዝብሎ ዘሎ ኤልሳእ ናይ እስራኤል ሓላዊ እዩ ነይሩ ስለዚ እዩ ሰረገላ እስራኤልን ፈረሴናታቱ እስራኤል ሲ ብናይ መንግስቲ ብናይ ሰራዊት ብናይ ንጉስ ሰረገላን ኣፍራስን ኣይኮነን ዝሕሎ ንስኻ ኣብ ኣፍካ ኣብ ልሳንካ ቃል ስለ ዘለካ ናይ እስራኤል ሰረገላን ፈረሴናን ኢኻ ኢሉ በኺሉ ይብል እዚ ነገር እዚ ኣቐዲሙ ኤልሳዕ እቲ ናይ ኣምላኽ ሰብ ኢልያስ እቲ ሜንተር ዝገብሮ ዝነበረ ሰብኣይ እቲ ዝምህሮ ዝነበረ ሰብኣይ እዚ ናብዚ ኣገልግሎት ናብዚ ትቢት ፕሮፌቲክ ኣገልግሎት፣ ትንቢታዊ ኣገልግሎት፣ ናይ ነቢያት ኣገልግሎት ዝመርሖ ሰብኣይ ኢልያስ ነዊሕ ዘመን ምስኡ ጸኒሑ ኣብ ስግር የርዳኖስ ካብኡ ክፈላለ ከሎ ሰረገላ ሓውን ኣፍራስ ሓውን መፂኦም ክወስድዎ ከለዉ ብዕንቱ ዝረኣየ ሰብ እዩ ሽዑ እንታይ ኢሉ ነይሩ ኣቦይ ኣቦይ ሰረገላ እስራኤልን ፈረሴናታቱን ኢሉ ጨደረ ይብል ብዛዕባ ኢልያስ እዩ ዝዛረብ ዘሎ ኢልያስ እውን ኣብ ዘመኑ ናይ እስራኤል ሓላዊ እዩ ነይሩ ናይ እስራኤል ሰረገና ሰረገላታትን ፈረሴናታትን ልክዕ ከም ዝሕልውዎ ንሓደ ህዝቢ ኢልያስ ናይ ኣምላኽ ሰብ ብዘመኑ ንእስራኤል ዘየድፍር ሰብ ሓደ ሰብ ልክዕ ከም ሰራዊት ነይሩ ማለት ሓደ ሰብ ሲ ልክዕ ከም ሰራዊት ነይሩ ንዚኡ ኣቦይ ኣቦይ ሰረገላ እስራኤልን ፈረሴናታቱን ኢሉ ዝጨደር ልክዕ ንጉስ ዩኣስ ንጉስ እስራኤል ድማ ንኤልሳእን እቲ ናይ ኣምላኽ ሰብ ኣብታ ዝፋነወን ዝፋነወላ ዝነበረ እዋንን ግዜን ከምዚ ኢሉ ክበኽየሉ ከሎ ንርኢ። ስለዚ ናይ ኢልያስ ጽልዋ ኣብ እስራኤል ኣብ ህይወት ዘመኑ ከም ናይ ኣምላኽ ሰብ ቀሊል ኣይነበረን። ናይ ኤልሳእ ጽልዋ ኣብ ህይወት ዘመኑ ኣብ እስራኤል እውን ቀሊል ከም ዘይነበረ እዩ ዘርእየና ናይቶም ናይ ኣምላኽ ሰብ ጽልዋ ኣብ ህይወት ዘመኖም ኣዝዩ ዓብዪ ከም ዝነበረ ኢና ንርኢ። ኤልሳእ ግን ንንጉስ ዮኣስ እንታይ ኢልዎ? ፍላጻታት ውሰድ እሞ ኢልዎ፣ ኢትካ ድማ ናብ ቀስቲ ዘርግሓዮ ኢሉ ንጉስ የኣስ ድማ ፍላጻታት ወሲዱ ኢዱ ኣብ ልዕሊ ቀስቲ ምስ ሰቐለ ኤልሳእ ኢዱ ኣብ ልዕሊኡ ኣንበሮ ይብል ሃሌሉያ ኢዱ ኣብ ልዕሊኡ ኣንበሮ ኣብ ልዕሊ እቲ ቀስቲ ዘርጊሑ ዘሎ ንጉስ ኤልሳእ ኣተ ናይ ኣምላኽ ሰብ ኢዱ ኣብ ልዕሊኡ ኣንበሮ ነቲ ናይ ምብራዕ መስኮት ድማ ክፈቶ ኢልዎ ከፈቶ ድማ ወርውር ኢልዎ ብዝወርወረ ቁጽሪ ድማ ኤልሳ እቲ ናይ ኣምላኽ ሰብ ሓደ ነገር ይእውጅ ነይሩ ፍላጻ እግዚኣብሔር ፍላጻ መድሓን ናይ ምድሓን ፍላጻ እናበለ ይእውጅ ነይሩ ንጉስ ይኣስ ይውርውር ኤልሳዕ እቲ ናይ ኣምላኽ ድማ ቃል ይዛረብ ንጉስ ይኣስ ቀስቲ ይውርውር ኤልሳዕ እቲ ናይ ኣምላኽ ድማ ቃል እግዚኣብሔር ይእውጅ ፍላጻ እግዚኣብሔር ፍላጻ ምድሓን ናይ ምድዓን ፍላጻ እናበለ ይእውጅ ንምንታይ እቲ ዝውርወር ፍላጻ ጥራይ ዘይኮነስ እቲ ዝዝረብ ዘሎ ቃል ኣብ ልዕሊ ጸላእቱ ሓይሊ ከም ዝገብር ኣጸቢቑ ስለ ዝፈለጠ እዩ ኣጸቢቑ ስለ ዝፈለጠ ንምንታይ ኤልሳዕ እቲ ናይ ኣምላኽ ሰብ ኣብ ኣፉ ኣብ ልሳኑ ዘሎ ቃል እዩ ኣብ ኣፉ ኣብ ልሳኑ ዘሎ ቃል ምኽሪ ኣብ ጥበበና እዩ ዘሎ ሕጊ ኣብ ካህን እዩ ዘሎ ቃል ድማ ኣብ ነቢ እዩ ዘሎ ይብል ናይ እግዚኣብሔር ቃል ስለዚ ኣብ ልሳኑ እግዚኣብሔር ዘቐመጦ ነገር ኣጸቢቑ ፈሊጡሉ ከምቲ ዳዊት ኣብ ናይ መወዳእታ ዘመን ህይወቱ ኣብ ካልኣይ ሳሙኤል መወዳእታ ምዕራፍ ክዛረብ ከሎ መንፈስ እግዚኣብሔር ብኣይ ተዛረበ ቃሉ ድማ ኣብ ልሳነይ ነበረ እዩ ቃሉ ድማ ኣብ ልሳነይ ነበረ መቸም ኣብ ኣንደበትና ክህሉ ዝግብኦ ነገር እንተሎ ቃሉ እዩ ቃሉ ኣብ ህይወትኩም ብዝኣወጅኩሞ ቅጽሪ ቁጽሪ እዩ ጸላዕትኹም ድሰዓሩ ክብር ንእግዚኣብሔር ከሎ ገና ኣብዚ ናይ 2026 መጀመርታ ሰሙናት ከለና ዝመጽእ ዘሎ ዓመትና እግዚኣብሔር ዝተዛረበና ዘበለ ተስፋታት እናወረስናን እናጨበጥናን እንኸይድ ናይ ልዑል ናይ እግዚኣብሔር ቃል ብምእዋጅ ኣይትሰግርኒ ኢኻ ኣይትሓልፍኒ ኢኻ ኣይትቕፅልኒ ኢኻ ኢሎም ሕብሮም ቀይሮም መልክዖም ቀይሮም ኣብ ቅድሜና ዝስለፉ ዘበሉ ፀላእትና ሓደ ብሓደ እናሰዓርናዮም እንኸይድ ኣብ ልሳንና እግዚኣብሔር ብዘቐመጦ ቃል እናኣወጅናን እናተዛረብናን ብዝኸድና ቁፅሪ እዩ ንጉስ ያስ ቀስቲ ይውርውር እቲ ናይ ኣምላኽ ሰብ ድማ ናይ ምድሓን ፍላፃ እግዚኣብሔር ፍላጻ እግዚኣብሔር ናይ መን ፍላጻ ናይ ንጉስ ፍላጻ ዘይኮነስ ናይ እግዚኣብሔር ፍላጻ እዚ ፍላጻ እዚ ድማ እንታይ ዝገብር እዩ ናይ ምድሓን ፍላጻ እዩ ማለት ምድሓን ዘምፅእ ዓወት ዘምፅእ ሃለሉያ ሓይሊ ዝገብር ኣብ ልዕሊ ፀላዕትኻ እዩ ስለዚ ኣብ ህይወትናን ኣብ መዓልታትናን ኩሉ ክንእውጆ ዘለና ቃል እዩ ቃሉ ኣውጁ። እግዚኣብሄር ቃሉ ዝበና ንምንታይ እዩ እንድሕር ኢልና ክንዛረቦ ቃል እግዚኣብሄር ናይ ምፍጣር ሓይሊ ኣለዎ ብመጀመርታ ቃል ነበረ ኢሉ ዮሃንስ ወንጌል ዮሃንስ ቀዳማይ ምዕራፍ ካብ ቁፅሪ ሓደ ከጀምሮ ከሎ ዝነበረ ብመጀመርታ ቃል ነበረ እቲ ቃል ድማ ኣብ ኣምላኽ ነበረ እቲ ቃል ድማ ኣምላኽ ነበረ ምስ በለ ኩሉ ብኡ ኮነ እዩ በዘይ ብኡ ድማ ዝኾነ የልቦን ማለት ካብቲ ዝኾነ ዘበለ ድማ ኢሉ በዘይ ብኡ ዝኾነ የልቦን። ካብቲ ዝተፈጥረ ዘበለ ኩሉ በዘይ ብኡ ማለት በዘይ እቲ ቃል ዝኾነ የለን። እኳ ደኣ ኩሉ ብኡ ኮይኑ በዘይ ቃል ኣምላኽ ዝኸውን ነገር የለን። ቃል ኣምላኽ ህይወት ኣለዎ፣ ሓይሊ ኣለዎ፣ መንፈስ ኣለዎ፣ ብርሃን ኣለዎ። ቃሉ ስቕ ኢሉ ፊደል ስቕ ኢሉ ታሪኽ ስቕ ኢሉ ጽሑፍ ኣይኮነን ኣብ ቃሉ እስትንፋስ ኣምላኽ ኣሎ ናይ ኣምላኽ ህይወት ኣሎ ቃል እግዚኣብሔር ፍሉይ ዝገብሮ ነገር ተሎ እኮ እንታይ መሲልኩም እስትንፋስ እግዚኣብሔር ስለ ዘለዎ ህይወት ስለ ዘለዎ ኣብቲ ቃል ብርሃን ኣሎ ንፀልማት ዘብርር ኣብቲ ቃል ሓይሊ ኣሎ ናይ መለኮት ሓይሊ ኣሎ ብዝኣወጅኩሞ ዘበለ ቁፅሪ ፀላእትኹም ኣብ ቅድሚኹም ደው ኣይብሉን እዩ ስለዚ እዩ እቲ ንጉስ ይውርውር ኤልሳዕ እቲ ናይ ኣምላኽ ሰብ ድማ ናይ ምድሓን ፍላፃ እግዚኣብሄር ፍላፃ ምድሓን እናበለ ይእውጅ ናይ ምድሓን ፍላፃ እግዚኣብሄር ናይ ምድሓን ፍላጻ ኢሉ ይእውጅ እቲ ዘኣውጆ ዝነበረ ቃል እዩ ንንጉስ ይኣስ ከም ዝስዕር ገይርዎ እንደገና ከምዚ ኢልዎ ፍላጻታት ውሰድ እሞ ንምድሪ ውቕዓያ ኢሉ ክውቃዕ ዝግብኦ ካብ ቅድሜኹም ሲ ይወቃዕ ብጎይታ ብኢየሱስ ክርስቶስ ንጸላእትኹም ሓያላት ኢና ዝብሉ ጉልበት ኣለና ዝብሉ ኣይትሓልፍን ኢኺ ኣይትሰግርን ኢኺ ንዝብሉ ኣብ ቅድሜኻ ደው ኢሎም ዝገዳደሩኻ ዘበሉ ኩሎም ዝወቕዖም ናይ ቃሉ ጉልበት እዩ እግዚኣብሔር ናይ ቃሉ ሓይሊ ኣብ ልሳንኩም የቐምጦ ኣብ ኣንደበትኩም የቐምጦ እግዚኣብሔር ንእርምያስ ኣብ ቀዳማይ ምዕራፍ ከምዚ ኢልዎ ንቓለይ ኣብ ኣፍካ ኣንብሮ ኣለኹ ሃለሉያ ንቓለይ ኣብ ኣፍካ ኣንብሮ ኣለኹ ንምንታይ ኣብ ኣፉ ኣንቢርዎ ክንዛረቦ ኣብ ኣፍካ ዝተቐመጠሞ ንክትዛረቦ እዩ ንኽዛረቦ እዩ ኣብ ኣፉ ኣንቢሩ ክትዛረብ ከለኻ ኢሉ ዝንቀል ክንቀል ኢሉ ዝፈርስ ክፈርስ ኢሉ ዝዓኑ ክዓኒ ኢሉ ዝትከል ክትከል ኢሉ ዝህነፅ ድማ ክህነፅ ኢልዎ ዝንደቕ ድማ ክንደቕ እዩ ኢልዎ መዓስ ክትዛረብ ከለኻ ቃለይ ክትእውጅ ከለኻ ተዘይኣዊጅኩም ቃሉ ተዘይ ተዛሪብኩም ኣብ ህይወትኩም ኣብ ቤትኩም ኣብ ናብራኹም ኣብ ሓዳርኩም ኣብ ደቅኹም ኣብ ስራሕኹም ኣብ ኣገልግሎትኩም ኣብ ምውታእኩም ኣብ ምውፃኹም ቃሉ እናኣወጅኩም ቃሉ እናስተንተንኩም ቃሉ ኣብ ልብኹም እናዓቆርኩም ነቲ ኣብ ልብና ዝዓቆርናዮ ቃል እኮ ክንዛረቦ እዩ ዘሎ ኣመንኩ ስለዚ ድማ ተዛረብኩ ዝብል ፅሑፍ ከም ዘሎ ኢሉ ሃዋርያ ጳውሎስ ንሕና ድማ ሓደ ዓይነት መንፈስ እምነት ካብ ዝህልወና ንኣምን ስለዚ ድማ ንዛረብ ኣለና ምዝራብ ናይ እምነት ውፅኢት እዩ ቃል እግዚኣብሔር ምእዋጅ ኣብ ህይወትካ ናይ እምነት ውፅኢት እዩ ንዓለም እትስዕረሉ መሳርሒ ድማ እምነት እዩ ካብ ኣምላኽ ዝተወልደ ዘበለ ንዓለም ይስዕራ ኢሉ ሃዋርያ ዮሃንስ ኣብ ቀዳማይ ዮሃንስ ራብዓይ ምዕራፍ ቁፅሪ ኣርባዕተ ካብ ኣምላኽ ተወልደ ዘበለ ንዓለም ይስዕራ እታ ንዓለም ንስዕረላ ስዕረት ንሳ ከዓ እምነትና እያ ኢሉ እምነት ካብ ምንታይ ይመፅእ እምነት ካብ ምስማዕ ምስማዕ ድማ ብቃል ክርስቶስ ኢሉ ጳውሎስ ኣብ ሮሜ 10 ምዕራፍ ቁፅሪ 17 ዝኣመነ እዩ ዝዛረብ ናይ እምነት ውፅኢት ድማ ተኣምራት እዩ። ክብር ንእግዚኣብሔር ይኹን። ፍላፃ ውሰድ ንምድሪ ውቕዓያ እዩ። ንጉስ ይኣስ ድማ ፍላፃታት ወሲዱ ውቓዕ ስለ ዝተባሃለ ንምድሪ ውቕዓያ ስለ ዝተባሃለ ክወቅዕ ጀሚሩ እንተኾነ ግን ክልተ ግዜ ሃሪሙ ጠጠው ኢሉ ሰለስተ ሳዕ ሰለስተ ሳዕ ሃሪሙ ጠጠው ኢሉ ህረም ኢልዎ ቁፅሪ ነጊርዎ ድዩ ክልተ ግዜ ህረም ኣይበሎም ሰለስተ ግዜ ህረም ኣይበሎም ኣርባዕተ ግዜ ህረም ኣይበሎም ሓሙሽተ ግዜ ህረም ኣይበሎም እንታይ ኢልዎ ፍላፃታት ውሰድ እሞ ንምድሪ ወቕዓያ ምስ በሎ ቃል እዩ ዝመፀሉ ዘለኩ ንምድሪ ውቕዓያ ዝብል ካብ እግዚኣብሔር ቃል መፀሉ ውቓዕ እንዳሃር ተባሂልካ ክትወቅዕ ዘለካ ንምንታይ ንስኻ ተዘይወቅዕኻዮም ሲ ካልኦት ክወቕዑኻ ዝስለፉ ሓይልታት ኣለዉ ስለዚ ቀድም እዩ ዝብሎ ዘሎ ብዛዕባ መፃኢ ግዜኡን ዓመታቱን እዩ ኣቐዲሙ ዝነግሮ ዘሎ ትንቢታዊ ነገር እዩ ኮዚ ኣብ ቅድሚኡ እንታይ ይመፅእ ከም ዘሎ ስለ ዝረኣየ ኤልሳእቲ ናይ ኣምላኽ ሰብ ንጸላእቱ ምእንታን ክቕድሞም ኣብቲ መንፈሳዊ ዓለም ሃለሉያ ነቶም ኣብ ምድሪ ክስዕሩኻ ዝመፁ ነገርሲ ኣብ መንፈሳዊ ዓለም ቀዲምካዮም ኢኻ ትፀን እግዚኣብሄር ኣቐዲሙ ንጸላእትኹም ይህሮም ክትቀድም ምእንታን ድማ እግዚኣብሄር ኣቐዲሙ ዝልእኸልካ እንተሎ ቃል እዩ ናብ ህይወትካ ዝልእኽ ንምድሪ ብቕዓያ ኢሉ ሰለስተ ግዜ ሃሪሙ ጠጠው ኢሉ እቲ ናይ ኣምላኽ ሰብ ከምዚ ኢሉ ሓሙሽተ ግዜ ሽዱሽተ ግዜ ደጋጊምካ ደጋጊምካ ደጋጊምካ ደጋጊምካ ንምድሪ ሃሪምካ እያ እንተትኸውን ንጸላእትኻ ንሰራውያን ክሳብ ዝውድኡ ምስዓርካዮም ኔርካ ነቶም ክወቕዑኻ ኢሎም ዝጽበዩ ዘለዉ ንቶም ክቆትሩኻ ኢሎም ዝጽበዩ ዘለዉ ንቶም ክዋግኡኻ ኢሎም ዝጽበዩ ዘለዉ ንቶም ግዜን መዓልትን ኣብ ህይወትካ ዝጽበዩ ዘለዉ ጸላእትኻ ክሳብ ዝውድኡ ምስዓርካዮም ነርካ ሕጂ ግና ሰለስተ ሳዕ ጥራይ ኢኻ ክትስዕሮም ኢሉ እቲ ዝመተላ ሕማም ሓሚሙ ኣብ ዓራት ደቂሱ ዘሎ ሰብኣይ ከይደኸመ ህረም ህረም ህረም ህረም ህረም እናበለስ ደው ኢሉ ዘሎ ምስ ሓይሉ ምስ ጉልበቱ ዘሎ ሰብኣይ ሰለስተ ሳዕ ሃሪሙ ጠጠው ኢሉ ናይ መብዛሕትና ፀገም እንታይ እዩ ዝጀመርናዮ ነገር ስለ ዘይንውድኦ እዩ ጅምር ግድፍ ሕዝ ግድፍ ጸሎት ንጅምር ግድፍ ኣምልኾ ንጅምር ግድፍ ቃል ኣምላኽ ምምሃር ንጅምር ግድፍ ቃል ኣምላኽ ምንባብ ንጅምር ግድፍ ጅምር ግድፍ ጅምር ግድፍ ጅምር ግድፍ እዩ ክሳዕ መወዳእታ ንጸላእትኻ ክሳብ ትስዕሮም ኢኻ ክትቀጽል ዝግብኣካ ሰለስተ ሳዕ ፍላጻ ሃሪሙ ጠጠው ኢሉ ኢሳያስ ከምዚ ኢሉ ኣብ ትንቢት ኢሳያስ ምዕራፍ ኣርባዓን ትሽዓተን ቁፅሪ ክልተ እንተንቢቕኩም እግዚኣብሔር ንዓፈይ ከም በሊሕ ሴፍ ገበሮ ኣብ ጽላል ኢዱ ድማ ሓብኣኒ ከም ስዑል ፍላጻ ገበረኒ ኣብ ጉልዱብኡ ድማ ከወለኒ እግዚኣብሔር ሲ ንኣፍኩም ከም ስዑል ፍላጻ ይግበሩ ክትዛረቡ ከለኹም ሲ ጸላዕትኹም ይውደቑ ሃዋርያ ጳውሎስ ኣብ ኤፌሶን ሻድሻይ ምዕራፍ ቁፅሪ 17 ክዛረብ ከሎ ናይ መንፈስ ሴፍ ማለት ቃል ኣምላኽ ሓዙ ናይ መንፈስ ሴፍ ማለት ቃል ኣምላኽ ሓዙ ዋው ሴፍ ንፀላእትኻ ከም ዝሃርሞ ሕጂ ንጸላእትና እንስዕረሉ ኣጽዋር ንሓይሊ ጸልማት ንሓይሊ ዲያብሎስ ንሓይሊ ኣጋንንቲ ኣንጻር ሰላምና ዝተሰለፉ ኣንጻር ጽድቅና ዝተሰለፉ ኣንጻር ዕረፍትና ዝተሰለፉ ኣንጻር ደስታና ዝተሰለፉ ኣንጻር እቲ እግዚኣብሄር ዝቐረበልና በረከት ዝተሰለፉ በዚ ዓመት እዚ እግዚኣብሔር ኣብ ህይወትኩም ኣብ ቤትኩም ኣብ ዘመንኩም ኣብ ኣገልግሎትኩም ዝቐረቦ ዘበለ ተስፋታት በረከት ከይትወርሱ ኣንጻሩ ዝተሰለፉ እትስዕርሎም እትሃርምሎም ሓይሊ ናይ መንፈስ ሴፍ እሱ ድማ ቃል ኣምላኽ ናይ መንፈስ ሴፍ ማለት ቃል ኣምላኽ ሓዙ ቃሉ ብተዛረብካ ቁፅሪ ልክዕ ሴፍ ገይሩ ንፀላእቱ ከም ዝሃርም ሰብ ኢኻ ትኸውን። እያሱ ድማ ንጸላእቱ ብስሕለት ሴፍ ቀርዶዶም ይብል። ንምንታይ ስግር የርዳኖስ ሰጊሩ ተስፋታቱ ክወርስ ምጀመረ ሰላሳን ሓደ ነገስታት ኣይተኣቱን ኢኻ ዝብሉ በብግዜኡ ዝዋግእዎ ሓይልታት ነይሮም እዮም ንክትወርሲ ስቕሉ ዘፍቅደልካ ሓይሊ የለን ተዋጊእካ ኢኻ ትወርስ እያሱ ግን ብስዕለት ሴፍ ቀርደዶ እግዚኣብሔር ሓደ እዋን ኣብ መጽሓፍ እያሱ ሻምናይ ምዕራፍ ቁጽሪ ዓሰርተ ሸሞንተ እግዚኣብሄር ንእያሱ ከምዚ ኢልዎ ንዓይ ኣብ ኢድካ ክበካ እየ እሞ ነታ ኣብ ኢድካ ዘላ ቀስቲ ናብታ ከተማ ኣቢልካ ዘርግሓዮ ኢሉ ቃል እኮ ዝመጻልካ ልክዕ ከምዚ ንዮኣስ ካብ ኤልሳእ ዝመጸሉ ዘሎ ንዓይሲ ኣብ ኢድካ የሕሊፈ ክበካ እየ እሞ ነታ ኣብ ኢድካ ዘላ ቀስቲ ናብታ ከተማ ኣቢልካ ዘርግሓዮ እንተበሎ እያሱ በዘይ ምውልዋ እዛ ኣብ ኢደይ ዘላ ንእሽተይ ቀስቲ ደኣ ከመይ ጌራ ከተማ ከተውርሰኒ ትኽእል ከመይ ጌራ ነገስታት ከተውርሰኒ ትኽእል ከመይ ጌራ ሃገራት ከተውርሰኒ እትኽእል በዛ ንእሽተይ ቀስቲ ኢሉ ከይተወላወለ ነቲ ዝመፀሉ ቃል ብምእማን ነቲ ኣብ ኢዱ ዝነበረት ቀስቲ ናብታ ከተማ ዘርግሓ እዩ ክሳብ መዓስ ቁፅሪ ዕስራን ሽዱሽተን ኣብቲ ሻሙናይ ምዕራፍ እንተንቢብኩም እንታይ ብል መሲሉ እያሱ ድማ ንብዘለዉ ሰብዓይ ክሳብ ዘጥፍኦም ሓደ ግዜ ክልተ ግዜ ሰለስተ ግዜ ክሳብ ዝስዕሮም ከምናዮ ኣሳይኮም ንብዘለዉ ሰብዓይ ንብዘለዉ ጸላእቱ ክሳብ ዘጥፍኦም ንታ ናብዓይ ዝዘርግሓ ኲናት ኣይመለሳን እዩ ሃለሉያ ንታ ናብዓይ ዝዘርግሓ ኲናት እንታይ ገበራን ኣይመለሳን እዩ ክብሪ ንእግዚኣብሔር እዩ ፍጹም ስዕረት ጸላእትኹም ክሳብ ዝሰዓሩ በዚ ዓመት እዚ እግዚኣብሔር ንቕልጽምኩም የበርትዐ ንቓሉ ድማ ኣብ ልሳንኩም የቐምጡ እናበርታዕኹም እናሓየልኩም ኪዱ እናደኸምኩም ዘይኮነስ እናበርታዕኹም ኪዱ እዚ ዓመት እዚ ናይ ዓወት ዓመት ይግበረልኩም እዚ ዓመት እዚ ፀላእትኹም ፍፁም ዝሰዓሩሉ ዓመት ይኹን ሓደ ግዜ ክልተ ግዜ ሰለስተ ግዜ ጥራይ እትስዕርሉ ዓመት ዘይኮነስ ዓወትኩም ደረት ዘይብሉ ይኹን ፀላእትኹም ፈፂሞም ክሳብ ዝጠፍኡ እግዚኣብሄር ድማ እቲ ዝተዛረበኩምን እቲ ዘስማዓኩምን እቲ ዝነገረኩምን እቲ ዝመደብልኩምን ኩሉ ኣብ ህይወት ዘመንኩም ክሳብ ትወርስዎን ትሕዝዎን ዘበለ እናበርታዕኹም እናሓየልኩም ኪዱ ንምንታይ ካብ ቃሉ ዝተልዓለ ካብ ህልውና እግዚኣብሔር ዝተልዓለ ካብ ቅልፅም እግዚኣብሔር ዝተልዓለ በይንና ንዋግኦ ጸላኢ የለን በይንና ንኸዶ መገዲ የለን እዚ ዓመት እዚ ከሎ ገና ንእግዚኣብሔር ቀድም ቀቅድመይ ኢልኩም ፍቃድ ክትብዎ ይግባእ ከምቲ እግዚኣብሔር ንሙሴ ዝበሎ ገፀይ ቀቅድሜኻ ክኸይድ እዩ ከዕርፈካ እየ ድማ ዝበሎ በይና ንኾዶ መገዲ በይና ንጓዕዞ ጉዕዞ የለን ገጹ ቀቅድሜና ክኸይድ ናቱ ህላዊ ናቱ ፕረዘንስ ናቱ መንፈስ በዚ ዓመት እዚ ክመርሓና እሞ ካብ እምነት ናብ እምነት ካብ ሓይሊ ናብ ሓይሊ ካብ ጸጋ ናብ ጸጋ ካብ ክብሪ ናብ ክብሪ እናተሰጋገርኩም ክትከዱ እምበር እዚ ዓመት እዚ ትድቆስሉ ትሓዝንሉ ትደኽምሉ ትብዕዝዝሉ ድሕሪት ትተርፍሉ ዓመት ኣይኹን ብስም የሱስ ክርስቶስ በዚ ምርቃ እዚ ይምርቀኩም ኣለኹ ቃል እግዚኣብሔር ኣብ ህይወትኩም ሓይሊ ሒዙ ይምፃእ ቃል እግዚኣብሔር ኣብ ህይወትኩም ተኣምራት ሒዙ ይምፃእ ቃል እግዚኣብሔር ኣብ ህይወትኩም መልሲ ሒዙ ይምፃእ ቃል እግዚኣብሔር ኣብ ህይወትኩም ፈውሲ ሒዙ ይምፃእ ቃል እግዚኣብሔር ኣብ ህይወትኩም ሰላም ሒዙ ይምፃእ ክብሪ ንእግዚኣብሔር ይኹን ንጎይታ ከነመስግኖ ኢና ቃል ናባና እውን ስለ ዝመፅእ ቴንኪ ውሎ ነመስግነካ ኣለና ሽምካ ብሩኽ ይኹን ሎሚ እውን ካባኻ ካብ ሰማይ ካብ ኣርያም ናባና ቃልካ ስለ ዝመፀ ነመስግነካ ቃል እግዚኣብሔር ከምዚ ኢሉ ናባይ መፀ ከም ዝበለ ኤርምያስ ሎሚ እውን እግዚኣብሔር ንመዓልትና ዝኸውን ንህይወትና ዝኸውን ንዘመንና ዝኸውን ቃል ናባና ስለ ዝለኣካ ነመስግነካ ኣለና ኣብ ህይወት ነፍሲ ወከፎም ብጎይታ ብኢየሱስ ክርስቶስ ስም እጽሊ ኣለኹ ንዝብርትዖም ዘበለ ኩሉ ክብርትዕዎ ሓይሊ ክትገብር እጽልሉ ብጎይታ ብኢየሱስ ክርስቶስ ስም ኣብቲ ናይ ውሽጢ ሰብኩም ብሓይሊ ምእንቲ ክትብርትዑ ከምቲ ሃፍቲ ክብሩ ክበኩም እጽሊ ኣለኹ ተባሂሉ ከም ተጻሓፈ ኣብቲ ናይ ውሽጢ ሰቦም ብሓይሊ ምእንታን ክብርትዑ ክርስቶስ ብእምነት ኣብ ልብኹም ምእንቲ ክሓድር ኣብ ፍቕሩ ስር ሰዲድኩምን ተሰሪትኩምን ተባሂሉ ከም ተጻሓፈ እዩ። ብኢየሱስ ክርስቶስ ናዝራዊ ሽም ሓይሊ መንፈስ ቅዱስ ኣብ ውሽጦም እግዚኣብሔር ከበርትዖም ይጸሊ ኣለኹ። ክርስቶስ ኣባኻትኩም ብርቱዕ እምበር ድኹም ኣይኮነን ጽሑፍ እዩሞ ብመለኮታዊ ሓይሊ ይመሉ፣ ብናይ መንፈስ ቅዱስ ሓይሊ ይመሉ። ዓጋንኦም ኩሉ መሊኡ የንጀርብብ፣ ብሓድሽ ቅብኣት ብሓድሽ ዘይቲ ምልኣዮም፣ ጉልበቶም ይተሓደስ፣ ንጸላእቶም ስዒሮም ካብ ክብሪ ናብ ክብሪ ዝኸዱሉ ዘመን ክኾነሎም እጽሊ ኣለኹ ኩፋእ ይርከቦም መላእክትኻ የገልግልዎም መለኮታዊ ሓለዋኻ ኣብ ልዕሊኦም ይዘርጋሕ ናይ ቃልካ ኣብርሆት ናይ ቃልካ ምግላጽ ሃቦም ነፍሶም መመሊሳ ናባኻ ትጥበብ መመሊሳ ናባኻ እግዚኣብሄር ትቕረብ ንዓኻ ብምፍላጥ እናበርትዑን እናሓየሉን ክኾኑ ይጽሊ ኣለኹ ብኢየሱስ ክርስቶስ ሕያው ስም ኣሜን ኣሜን ኣሜን። ክብሪ ንጎይታ ይኹን። ናይ ሎም መልእኽትና ኣብዚ ወዲእና ኣለና። በዚ ሰሙናዊ መልእኽቲ ትባረኹ እንድሕር ኣለኹም ላይክ ግበሩ። እቲ ዩቱብ መመሊሱ ምእንታን ክሪኦ ናብ ብዙሓት ሰባት ክመጽእ። ስለዚ ብሓቂ እንድሕር ትባረኹ ኮንኩም ኣለኹም በዚ ሰሙናዊ መልእኽቲ ፕሊስ ኩልኻትኩም ላይክ ግበሩ ኢኹም። እቲ ዩቱብ መመሊሱ ክሪኦ ናብ ብዙሓት ሰባት ምእንታን ክበጽሕ ነፍሲ ወከፍና ሸር ብምግባር ነገልግል ሎሚ ሓደ ንምስክረሉ ኣገባብ ሰብ ረኺብና ኣብ ዙርያና ቃል እግዚኣብሄር ክንምስክረሉ ኣዝዩ ሰና እዩ ግን ሓደ ሓደ ግዜ ብዙሓት ሰባት ኣብ ዙርያና ዘይንረክብ ክንከውን ንኽእል ኢና ዝዓበየ መገዲ ቃል እግዚኣብሄር ምልኣኽ ቃል እግዚኣብሄር ምስዳድ ስለዚ እዚ ቃል እዚ ንብዙሓት ሰባት ሸር ግበርዎ ናብ ብዙሓት ሰባት ኣትዩ ድማ ኣብ ሂወቶም ምድሓንን ፈውስን ምእንታን ክገብር ሳብስክራይብ ዘይገበርና ኩላትና ሳብስክራይብ ጌርና ንዚ ናይ ወንጌል ቻናል ነዕብዮ ብኡ ድማ ነገልግል ጎይታ ኣብዝሕ ይባርኩም ብሩኻት ኢኹም ተባረኹ።